ዝበሃሉ ነገራት ዝጠቕምዎ ኣይኮኑን። ከም መንእሰያት ቅድሜኹም ጽባሕ ትምልስዎ ዓዲ፣ ጽባሕ ትውንንዎ ዓዲ፣ ጽባሕ ትቆጻጸርዎ ዓዲ ጥራይ ክትሓልሙ ኣለኩም። ትማሊ ኔርና ከምዚ ኔርና ዓዲ ኣቦና ኔርና ተጋዳላይ ከምዚ ገይሩ ገለመለ ንዕኡ ክዕቀብ ዝደልዩ ኣለዉ። ስለምንታይ ክዕቀብ ደልዩ? ሎሚ ክሰርሑ ዘይደልዩ ኣይክእሉን እዮም እያ ተፈጥሮ ንባዕላ ኣብ ታሪኽ ዕድሜኻ እንድሕር ኣነ ድሕሪ ቁርባዕ ግዜ ታሪኸይ ጥራይ ክዕልል ምክንያቱ ክፍጽም ኣይክእልን እየ ዋላ ዓቢ ገረብ ዘልል ነይረ ኢለ ክትርኽ ይኽእል እየ ግን ንዓይ ድያሪ ናተይ እዩ ናትኩም ድያሪ ራእይ ክኸውን ኣሎ ብዛዕባ መጻኢ ኣብዚ እዚ ኩሉ ዝብሎ ዘለኹ እቲ ዝነበረ ሓድነትኩም ኣብዚ ዝሓለፈ ክልተ ዓመት ዘርኣኹሞ ትብዓት ዝኸፈልኩሞ ዋጋ ጽባሕ ክትደግሞ ክትክእሉ ክርኢ ስለ ዝደለኹ ጥራይ እዩ። ንሕና እውን ምሳኹም ኣለና። እዚ ገጢሙኩም ዘሎ ነቓዕ ጽባሕ ብሓንሳብ ንኸይትወፍሩ ጥራይ እዩ እምበር ካልእ ትርጉም የብሉን። ሓው ወልዳይ ፕረዚደንት ክኸውን ኣይኮነ፣ ዮናስ ምክትል ክኸውን ኣይኮነ፣ ክቡር ሓው መን እዩ ሽሙ፣ ፖለቲካዊ ስልጣን ሒዙ ደሞዝ ክኽፈል ኣይኮነን። ስለዚ ኣብዚ ምስ ታሪኽ ፖለቲካ ኤርትራ ክትደናገጹ ከለኹም እዋእ ዋላ ነቲ መስበርቲ ኮንኩም ክትዳናገጽሉ ዘለኩም ተመራመርቲ ክትኮኑ ኣለኩም ሕጂ ንስኹም ኣብ ኣብ ስልጡን ዓለም ኢኹም ትነብሩ ትርእይዎ ኣለኹም ስልጡን ዓለም እንታይ ከም ዝሓስብ ዘሎ ኣብ ፖለቲካ ሓደ ናይ ዓለም ኣብነታዊ ቼጎቬራ ዝበሃል ኣርጀንቲናዊ ቼጎቬራ ብስነሓሳብ ዕዉት ኣይነበረን። ኮሙኒስት ስነሓሳብ እዩ ዘራምድ ነይሩ። ኮሙኒስት ኣብ ዓለምና ሎሚ ጽሉው ስነሓሳብ እዩ። ናይ ቸኮቬራ ፍሉይ ነገር ግን ዋላ እቶም ጸላእቱ ዋላ ኣሜሪካ ዘድንቕዎ ኣድማሳዊ ሰብ እዩ ነይሩ። ኣርጀንቲናዊ ክነሱ ንሙሉእ ህዝቢ ዓለም ነጻነት ይቃለስ ነይሩ። ክልተ ኣብ ወዲ ሰብ ዘይረኣዩ ነገራት ነይሮሞ። ኣድማሳዊ'ዩ መትከላዊ ኢኻ ንዝኣመነሉ መትከል ኣብ ኩባ ምክትል ፕረዚደንት ኮይኑ ገዲፍዎ ናቱ ምቾት ናቱ ስልጣን ዘይደሊ መበቆሉ'ውን ካብ ስልጡናት ብዋርድያ ዝሕሎ ስድራቤት ዝነበሮ ኢዩ ኔሩ ንናይ ህዝቢ ነጻነት ወጺኡ ኣብ ኩባ ተዓዊቱ ምክትል ፕረዚደንት ኮይኑ ንዑ ገዲፉ ከኣ ካልኦት ነጻ ዘይወጹ ህዝብታት ኣለዉ ኢሉ ናብ ቃልሲ ከይዱ። ልዕሊ ኩሉ ከኣ ኣድማሳዊ ነይሩ። ንስኹም ኣድማሳውያን ዲኹም? ፖለቲካ ኣድማሳዊ ተዘይኮንካ ኣይሲስ ኢኻ ትቕየር። እዞም ኣብ ዓለምና ብጸቢብነት ተኸፊዶም ዘለዉ ሓይልታት በዓል ኣይሲስ በዓል ዳዕሽ ጸቢብነት እዩ ሕማሞም ካልእ ኣይኮነን። ገሊኦም ዓለም ናይ እስላም ክትከውን እያ ብሉ፣ ገሊኦም ናይ ክርስትያን ክትከውን እያ ብሉ። ኣብ መወዳእታ ኣብ ቤት ምኽሪ ሰብኣዊ መሰላት ይኽሰሱ። ጸቢብነት ኣብ ፖለቲካ እቲ ቀዳማይ ሓደ ጸቢብ ሰብ ፖለቲካ ኣይኮነን ባር እውን ከተኣናግድ ኣይክእልን እዩ ንደቂ ሰባት ማዕረ ዘይርኦም እንድሕር ኮይኑ ፖለቲካ ክመርሕ ይስረብሲ ባር ከፊቱ እውን ምዕሩይ ኣገልግሎት ንደቂ ሰባት ኣይህብን እዩ ስለዚ ካብ ጸቢብነት ሓራ ንኹን ከም ቸኮቬራ ኣድማሳውያን ንኹን ሰብኣውነት ሎሚ ኣብ ዘለናይ ዓለም ፖለቲካ ዕዋያ ክኳም እኳ ሓቲትኩም ርጽኹም ኣብ ኤሮፓ ፖለቲካኹማ ዝሓተትኩምሉ ጀነቭ ኮንቬንሽን እንታይ እዩ ዝብል? ሰብኣውነት ሰብ እዩ ዝብል። ሎሚ ንስኹም ኣብ ውቅያኖስ ገዲፍኩም ኣብ ዕቋር ማይ ናይ ኣኮሎ ግዛይን ናይ ሰራየን ናይ ሓማሴን ጨብረቕረቕ ክትብሉ ዘሕፍር ነገር እዩ። ዘሜናውያን ኢኹም ንስኹም። ዓለም ዝረኣኹም ኢኹም። ኣብ ዘመነ ኢንተርነት ዝተወለድኩም ኢኹም። ኣብ ጉግል ዝደለኹሞ ታሪኽ ከተንብቡ ትኽእሉ ኢኹም። ንምንታይ ንዳሕሪት ንምለስ ብኣይቲ ተመሪቕኩም ብዝተፈላለየ ናይ ኮምፒውተር ምርምር ኣብቲ ናይ ዓለም መዓት ጉዕዞዋ እኳ እዩ ዘለዋ ዓለም ንምንታይ ኢና ንሕና ሕጊ እንዳባ ዋላ ሕጊ ሩባ ዋላ ታሪክ ጀባ ታሪክ ሻዕብያ እንዳበልና ኣብ ጣንጡ ዝመልኦ ዕቋር ማይ ጨብረቕረቕ ንብል ዘይንወዳደር ምስ ዓለምና ናብ ስልጡን ዘይንኸይድ ንጽባሕ ንወልዶም ዘለና ቋንቋ ቋንቋና ዘይዛረቡ ቆልዑ ወሊድና ኣብ ኤሮፓ ኣይኮነንዶ ስለዚ ሓደራኹም ኣድማሳውያን ኩኑ ፖለቲካ ኣድማሳዊ ተዘይኮንካ ኣይትዕወትን ጥራይ ኣይኮነን ገበነኛ ኮንካ ብቤት ምኽሪ ሰብኣዊ መሰላት ምክንያቱ መሪሕ ናይ ጀኖሳይድ ኢኻ ንቕሎ ጀኖሳይድ ተርእዩና ካብ ፀቢብነት እዩ ዝንቀል ፀቢብ ሰብ ገበን እዩ ዝፍጽም ፖለቲካዊ ስልጣን ወይ ብረት ምስ ዓጠቐ ገበን ጥራይ እዩ ዝፍጽም ሓርነት ኣየምጽእን እዩ ስለዚ እዚ ሎሚ ንዛረቦ ዘለና ሳላ ዘመነ ኢንተርነት እቲ ትማሊ ኣብ ሃምቦርግ ዝነበሩ ናእሽቱ ኣሕዋተይ እውን ዝሰምዕዎ ስለ ዘለዉ ንስኹም እውን ኣብዚ ስለ ዘለኹም መን ይፈልጥ ድሕሪ ሰለስተ ወርሒ ኣብ መንጎኦም ክርከብ ተስፋ ኣለና ኣነ ንሱ ተዘይ ኮይኑ ተዓንተወይ ዝበልኩኹም እዩ ኣብቲ ጸልማት ዝጠፈአት ወርቂ ኣብ ትሕቲ መብራህቲ ዘለዎ ፓሎ ደሊኻ ኣይትረኽባን ኢኻ ኣብቲ ዝጠፈኦቶ ኢኻ ትደልያ ክትደሊ ግን ትኽእል ኢኻ ንዕግበትካ ከምዚ ሰላሳ ዓመት ተቓሊሰ ኣርብዓ ዓመት ተቓሊሰ ንብል ኣብዚ ኤውሮጳ ኮይና ንዕግበትና ተቓሊስና ንዕግበትና ስለምንታይ ዘይረኸብናያ ስለምንታይ ቃልስና ዘይተዓወተ ኣብቲ ዝጠፈኦቶ ስለ ዘይደለና ኣብ መብራህቲ ናይ ሽወደን ኣብ መብራህቲ ናይ ጀርመን ንደልያ ኣለና እታ ኣብ ጸልማት ኤርትራ ዝጠፈአት ካቴና ስለዚ ካልእ ዝብሎ የብለይን ብርጌድ ንሓመዱ እቲ ናትኩም ጉዕዞ ኣዝዩ ፈታኒ እዩ ዋጋ ዘኽፍል እዩ ከቢድ እዩ ብዜካ ሓደ ኮንኩም ከተረጋግጽዎ ኣይትኽእሉን ኢኹም። ካብቲ ብርጌድ ንሓመዱ ጀሚርኩም ኣብ ዝመጽእ ጉባኤ ተኣኪብኩም ብርጌድ ንሓመዱ ብዕድል ዝተረኽበ ሽም ዘይኮነ ንመጻኢኹም ዝገልጽ ፖለቲካዊ ሽም ሒዝኩም ክትብገሱ እውን ተስፋ እገብር። ብዙሓት ኣባላት ብርጌድ ንሓመዱ ምስ ብዙሓት መሪሕነት ይዘራረብ እየ ኣነ። እታ ብርጌድ ንሓመዱ ኣነ እፈልጣ እየ። ኣብ ኤርትራ ፈልጣ'የ ታይ ምዃና ንመን'ያ ወጺኣ ፈልጣ'የ ግን ሓደ ጽቡቕ ጉዕዞ ስለ ዘጎናጸፈት ኣብዚ ግን ዝኾነ መንእሰይ ዋላ ንእሽተይ ሓወይ ወልዳይ እንታይ ኣብርጌና ሓመር ተዝብሎ ኣይመለሳን ኣብ ፖለቲካ ንራኢኻ ዝገልጽ ሽም ሒዝካ ኢኻ ትብገስ ራኢኻ ኣብ ሽምካ ክጸሓፍ ኣለዎ ኣብቲ ኣብሪቬሽን ናትካ ክጸሓፍ ኣለዎ ራኢኻ ፖለቲካ ኣጋጣሚ ዝበሃል ኣይዕወትን እዩ። ኣጋጣሚ ዝበሃል ናብ ዝተወሰነ ቦታ የብጽሓካ። ከምዚ ማዕበል ማለት እዩ። ማዕበል ብርጌድ ንሓመዱ እዩ ዝበሃል። ማዕበል ናብ ዝተወሰነ ጉዕዞ ወስደካ እዩ። ናብ ናትካ ደስቲኔሽን ግን ኣይወስደካን እዩ። ናብቲ ንስኻ ትደልዮ ቦታ ኣይወስደካን እዩ። ካብ ደቡብ ንሰሜን ትጓዓዝ ኔርካ ኣጋጣሚ ናይቲ ንፋስ ተጠቒምካ ዝተወሰነ ርሕቀት ከትኸይድ ትኽእል ትኸውን ግን ናትካ ዕላማን ናይቲ ማዕበል ዕላማን ሓደ ክኸውን ኣይክእልን እዩ ማዕበል ብባህሪኡ ናቱ ጉዕዞ ኣለዎ ስለዚ ንስኹም ከዓ ፖለቲካዊ ዕላማ ሒዝኩም መንእሰያት ስለ ዝኾንኩም ማዕበል ዘይኮነ ፖለቲካዊ ዕላማ ዝነቐልኩምሉን ትበፅሕሉን ናትኩም ስታርት ፖይንትን ናትኩም ዴስቲኔሽንን ዘነጸረ ስም ሒዝኩም ተበጊስኩም ሓደ ብርጌድ ንሓመዱ ኮይንኩም ክትሪኡ ዝጽበ ኣብ ዝመጽእ ካብኡ ካልእ ክብሎ ዝኽእል የለን። የቀኔልና ክብረት ይሃበለይ ክብረት ይሃበለይ።